ንሎሚ ድማ ንደቂ ተባዕትዮ ብጣዕሚ ካብ ዘሕርቖም ሕቶታት ደቂ ኣንስትዮ ኣፍቀርቶም ወይ ከኣ በዓልቲ ቤቶም ክትከውን ትኽእል ደቂ ተባዕትዮ ብፍጹም ክሰምዕዎ ዘይደልዩ ሕቶታትን ንምንታይ እየን ደቂ ኣንስትዮ ከምዚ ዓይነት ሕቶ ዝሓታ ኢሎም ዝሓርቁሉ ሕቶታት ክንርኢ ኢና። ደቂ ተባዕትዮ ከኣ ንምንታይ ከምኡ ከም ዝሓታ ተረድኡለን ኢኹም። ንሳተን እውን እንታይ ኮይኑ ከም ዘሕርቐኩም ክፈልጣ ድሌት ኣለወን። ደቂ ኣንስትዮ ድማ ክትሓታ ከለኽን ሚዛናውያን ክትኮና ኣለክን። ደቂ ተባዕትዮ ድማ ዝሓታሉ ምኽንያት ክትርድእወን ፈትኑ። ብዝኾነ እቶም ኣዝዮም ዘሕርቑ ዝበልናዮም ሽዱሽተ ሕቶታት ክንሪኦም ኢና እሞ ዳግማይ ምሳይ ክትጸንሑ እዕድመኩም። ቀዳማይ ብጣዕሚ ዘሕርቅ ሕቶ ደቂ ኣንስትዮ ናበይ ኢኻ እንታይ ማለት እዩ ናበይ ኢኻ ናብ ዝተፈላለየ ቦታ ክኸይድ ኣይክእልን እንድየ እኹል ሰብ ደይኮንኩን ናበይ ኢኻ ኢልኪ ትሓትኒ በቃ ኩሉ ግዜ ግድን ኣበይ ከም ዘለኹ ክትፈልጢ ኣለኪ ከመይ እየን ግን ዝሓስባ ዘን ደቂ ኣንስትዮ እዮም ግን ዝብሉ ደቂ ኣንስትዮ ድማ እንታይ እዩ ዘጨንቐንን ዘተሓሳስበንን ኣብ ዘይረብሕ ቦታ ከይትህልው የሰክፈን እዩ ኣፍቃሪየይ ወይ ከዓ በዓል ቤተይ ኣብ ጽቡቕ ዘይኮነ ቦታ ምስ ዝጸንሕ ኣይኹራዕንን እዩ ምሽ ኣይሕጎስን እየ ምሽ ከም ጓል ኣንስተይቲ መጠን ሓቀን እየን ክብል እኽእል እየ ነዚ እዩ ድማ ሕቶ ዝሓታ ስለዚ ተረድኡልና ንሕማቕ ኢልና ኣይኮነን ንዓኹም ንጽቡቕ ኢልና ኢና ካልኣይ ብጣዕሚ ዘሕርቕ ሕቶ ድውል ኣቢላ ሄሎ እንታይ ደኣ ትገብር ኣለኻ እንታይ ይገብር ከም ዘለኹ ዶ ኢደይ ከርእያ እዮም ዝብሉ እንታይ ማለት እዩ እዚ እንታይ ትገብር ኣለኻ ኢልካ ዶ ሕተት እዩ ምናልባት ኩዕሶ ይርኢ ይህሉ ወይ ከኣ ምስ ኣዕሩኽቱ ይዕልል ህሉ ስራሕ እናሰርሐ እውን ክኸውን ይኽእል እዩ። ወይ ከኣ ዝኾነ ቆጸራ ሃልይዎ ሻሂ እናሰተየ ሰብ ይጽበ ህሉ። ስለዚ እንታይ ትገብር ኣለኻ ኢልካ ኣይሕተትኒ። ንሕና ቆልዑት ኣይኮናን እኹላት ሰባት ኢና እዮም ዝብሉ ዘለዉ ተረድኣሎም ደቂ ኣንስትዮ። ንሰን ዘየሐጉሰንን ዘሕርቐንን ነገር እንተሎ ዘይጠቅም ነገር ትገብሩ ዘለኹም ስለ ዝመስለን እዩ። ንገብሮ ንፈልጥ ሰባት ኢና እሞ ክንክበር ኣለና ክክበሩ ከለው ደስ እዩ ዝብሎም ስለዚ ዝገበርዎ ነገር ድማ ኣክቢርክን የስተውዕልሉ እዮም ኢልክን ክትሓስባ ኣለክን እምበር ከም ሓደ ቆልዓ ኣበይ ኣለኻ እንታይ ትገብር ኣለኻ እንዳበልክን ኣይተሕርቅኦም ኮምኡ ኢለን መሕተቲኤን ድማ ሓደ ሓደ ኣሰብኡት ምስ ኣዕሩክቶም ኮይኖም ገንዘብ ስለ ዝዘርኡ እዮም እዚ ድማ ንመጻኢ ሂወትና ንዕላማና ሕማቅ እዩ ስለዚ እዩ ድማ ኣበይ ኣለኻ እንታይ ትገብር ኣለኻ ኢልና ንሓትት በጃኹም ደቂ ተባዕትዮ ገንዘብ ኣይትዝረዉ ንመጻኢ ሕሰቡ ይብላ ኣለዋ ደቂ ኣንስትዮ። ሳልሳይ ናይ ሓዳርን ናይ ቁምነገርን ሕቶ እንታይ ኮይንኩም ኢኹም መርዓ ወይ ከኣ ሓዳር ክትሰምዑ ከለኹም ትሃድሙ? ደቂ ተባዕትዮ ድማ ንምንታይ ኢኽን መርዓ መርዓ ትብላ ዓቕሊ ግበራ ገንዘብ ከነዋህልል ኣለና ንመጻኢ ጽቡቕ ሂወት ክህልወና ንምግባር ንለፍዕን ንጭነቕን እምበር ብዛዕባ መርዓን ውራይን ንሓስበሉ ግዜ ኣይኮነን። እዚ መልሲ እዚ እኮ ኣጸጋሚ እዩ ምኽንያቱ ምሳኹም ንነዊሕ እዋን ዝጸንሐት ጓል ንኽትምርዓውዋ እንተሓቲታትኩም ገና ኣይተዳለኹን እንዳበልኩም ነዚ ሕቶ ክትሃድምሉ የብልኩምን ወይ ድማ በዚ ግዜ እዚ ክንምርዖ ኢና ኢልኩም ምዱብ ግዜ ምዝራብ ኣለኩም። መርዓ ንደቂ ኣንስትዮ ኣገዳሲ ጉዳይ እዩ። ራብዓይ፣ ደቂ ተባዕትዮ እንታይ ጎዲሉኩም ኢኹም ምስ ካልእ ትዞሩ? ኣወዳት ዝህብዎ መልሲ ብጣዕሚ ብጣዕሚ ዘሕዝን እዩ። ስለዚ ደቂ ኣንስትዮ ነዚ ንምስማዕ ተዳለዋ። እንታይ ከም ዝብሉ ዶ ትፈልጣ? ኣብቲ መጀመርያ ክንላለ ከለና ዝነበራ ጽባቐን ዝነበራ ቅርጺ ኣካላትን፣ ዝነበረ ኣተሓሳስባን ምስ ጠፍኣ ኢና ናብ ካልእ ንዘውር ይብሉ። ሕስብ እሞ ኣብሎ፣ ናትካ ቆልዑት ወሊደ እያ ሮጊዳት ትኸውን። ንስኻን ንሳን ዝመስረትኩሞ ሓዳር ንምቕናዕ ክትብል እያ እኮ ነብሳን ገጻን ተባላሽያ። ከመይ ኢልካ ደኣ ከምዚ ትብል ሕጂ? እቲ መልሲ ብጣዕሚ እዩ ዘሕርቕ። ከምዚ ትሓስቡ ደቂ ተባዕትዮ ተለኹም በጃኹም ሓሳብኩም ኣመዓራርይዎ። ሓንሳብ ንዝፈተኹማ ጓል ገጻ ተባላሹ፣ ነብሳ ተቐይሩ፣ ከምዚ ኮይና ገለ ኢልኩም ትርሕቁ ተኮይንኩም ሕልና ዘይብልኩም ጥራሕ እየ ዝብል። ሓምሻይ እንታይ ኮይንኩም ኢኹም ደቂ ተባዕትዮ ኩሉ ግዜ ዝነገርናኩም ትርስዕዎ። እወ ሓቂ እዩ ብጣዕሚ ኢኹም ትርስዑ ኣወዳት። ናይ ደቂ ተባዕትዮ መልሲ እንታይ ምዃኑ ትፈልጣ ዶ? ብጣዕሚ ሓበሬታታት ስለ ተብዝሓልና እዩ ኣብ ስራሕ ከምዚ ኮይነ፣ ከምዚ ተኸዲነ ክስቶ ብጥቓይ ሓሊፉ ሎማዓንቲ መሓዛይ ከምዚ ኢላትኒ ከምዚ ጌርና ክስቶን ክስቶን ክምርዓው ኢዮም ክስቶን ክስቶን ክፋትሑ ኢዮም እንታይዶ መሃይዶ እንዳበልክን ብጣዕሚ ሓበሬታታት ስለ ተብጽሓልና ነዚ ኢና ንርስዖ ንምንታይ ኢኽን ግን ደቂ ኣንስትዮ እዚ ኩሉ ሓበሬታታት ነጊርክናና ኩሉ ኣብ ሓንጎልና ክንሕዞ ዲኽን ትሓስባ ቁሩብ ባሕ ሰባልና እቲ ክትነግራና ዝደለኽን ሓበሬታታት ኩሉ ጽምእ ኣቢልክን ኣውሕድ ኣቢልክን ኣጥዕም ኣቢልክን እንተ ትነግራና ይሓይሽ ይብሉ ኣለዉ። ተዘይ ኮነ ይትረፍ ንስኽን ዝነገርክናናሲ ናትና ጉዳይ እኳ ድኣ ረሳዕናዮ ኢና። ሓደ ሓደ ግዜ ዋላ ዓበይቲ ዝበሃሉ ጉዳያት ከም ናይ ሕክምና ቆጸራ፣ ናይ ስራሕ ኢንተርቪው ዝኣመሰሉ ክህልወና ይኽእል እዩኮ ግን ንርስዖ ኢና። ስለዚ። ንስኽን ኢኽን ከተዘክራና ዘለክን እንታይ ገበር ኮይኑ ከምኡ እንዲና ተፈጢርና ደቂ ተባዕትዮ ብጣዕሚ ኣገዳሲ ነገር ንዝብልዎ ጠራይ እዮም ቀዳምነት ዝህቡ ስለዚ ብዙሕ ሓበሬታ ምስ ነቐብሎም ፍርቁ ክርሰዕዎም ምዃኖም ምፍላጥ የድልየና ሻድ ሻይ ድማ ደሕርቕ ሕቶ ተሓቲቶም ደቂ ተባዕትዮ ዘሕርቕ መልሲ ክምልሱ ከለዉ እዮም እቲ ዝገርም እንታይ ይብሉ መሲልኩም ጥዕና የብልክን ድዩ ደቂ ኣንስትዮ ብጣዕሚ እያ ተሕርቐን እዚኣ ተመሊሳ ደቂ ተባዕትዮ ንምንታይ ኢኹም ከምኡ ትብሉ ምስ ተባህሉ ናይ ደቂ ተባዕትዮ መልሲ እንታይ ምዃኑ ትፈልጣ ዶ? ዘይበሃል ነገር፣ ዘይሕተት ሕቶ ኢኽን ትሓታ። ዝገርም እዩ ዘይጥርጠር ነገር ኢኽን ትጥርጥራ። ኣቲ ጥዕና ኣለኪ ድዩ ክንብለክን እኳ ውሒዱ። ንኣብነት ሓደ ሰብ እንታይ ኢሉ መሲልኩም? ምስ ኣፍቃሪቱ ኣብ ሓደ ሬስቶራንት እንዳበልዑ ከለዉ ኣጋጣሚ ናብ ሽንቲ ቤት ክኸይድ ከሎ ናይ ቀደም ዝፈልጣ መሓዝኡ ዝተጓንፎ በቃ ናይ ቀደም እንዳዘከሩ ከዕልሉ ጀሚሮም። ንሳ ውን ትስሕቕ ገለ ኔራ። ነዚ ኹሉ ትዕዘብ ዝነበረት ኣፍቃሪት ገጻ ተቐያይሩ ንሱ ምስ ተመልሰ መን እያ እዚኣ እንታይ ኢኹም ክንድዚ ትስሕቁ እንታይ ኣዕሊልኩም እንታይ ኢኹም ክንድዚ ትዛረቡ ኔርኩም እንታይ ኢኻ ትመስል እንታይ ዓይነት ክዳን እያ ተኸዲና ዘላ ምስ ኣፍቃሪኣ ስለ ዝሰሓቐት ጥራሕ እያ ሓሪቓ እምበር ንሳ ዋላ ሓንቲ ዝገበረታ ነገር የለን ኣይትፈልጣን እያ ኸኣ እዝን ወዲ ከምዝን እዩ ከኣ እምበኣር ቀልጢፍክን ናብ ዘይከውን ጥርጣረ ናብ ዘይሓሰብናዮ ሓሳብ ትኸዳ። በዚ ኢና ድማ ስምዒትና ከይተቖጻጸርና ኣቲ ጥዕና ኣለኪ ድዩ ይብሉ። እምበኣር ደቂ ኣንስትዮ ሕቶ ዋላ ክትሓታ ከለኽን ወይ ከኣ ምስ ትጥርጥራ ሚዛናውያን ክትኮና ኣለክን። ስቕ ኢሎም ምስ ዝፈልጥዎ ሰብ ተዕለሉ ወይ ከኣ ተሰሓቑ እምነት እንተደኣ ኣለክን ናይ ብሓቂ ከም ዘፍቅረኪ እንተደኣ ትፈልጢ ኮይንኪ፣ ዋላ ምስታ ካባኺ ትጽብቕ ጓል የዕልል ዋላ ይስሓቕ ፈጺምኪ ክጠራጠሪ የብልክን። እምበኣር ንሎማዓንቲ ዝረኣናዮም ሕቶታት ናይ ብሓቂ ዘሕርቑ እንተኾይኖም ኣብ ሂወትኩም ውን እንተ ኣጋጢሙኩም ኣየነይቲ ሕቶ'ያ ብቑጽሪ ጽሓፉለይ ወይ ካብዚ ነጥቢ ወጻኢ ብጣዕሚ ዘሐርቕ ሕቶ ብደቂ ኣንስትዮ ዝቐርብ ወይ ድማ ዘሐርቕ ሕቶ ብደቂ ተባዕትዮ ዝቐርብ ዝበልኩሞ ተሎ ኣብ ታሕቲ ጸሓፉለይ ኢኹም ክንዘራረበሉ ኢና። ብዝተረፈ ግን ክሳብ መወዳእታ ስለ ዝተኻታተልኩምኒ ብጣዕሚ'የ ዝፈትወኩምን ዘኽብረኩምን። ነዛ ቪድዮ ተፈዚኹማ ድማ ሼር ላይክ ሳብስክራይብ ኣይትረስዑ ኢኹም። ኣብ ዝመጽእ ቪድዮ ብኻልእ ጠቓሚ ኣርእስቲ ክሳብ ንራኸብ ሰላም ቀንዩ።